ካብ ህወሓት ዝተዋሃበ እዋናዊ መግለፂ ንስምምዕ ፕሪቶርያ ዝፃብኡ በይናዊ ውሳነታትን ተግባራትን ደው ክብሉ ይግባእ። ስምምዕ ፕሪቶርያ ካብ ዝፍረም ክልተ ዓመትን መንፈቕን ኮይንዎ ኣሎ። ብወገን ህወሓትን ትግራይን እቲ ስምምዕ ብቕልጡፍ ንኽፍፀም ተሰሪሑ እዩ። ምእንተ ሰላም ክበሃል ትግራይ ክትሽከሞም ዘይግበኣ ግፍዕታት ተሸኪማ ፀኒሓ እያ። ብወገን መንግስቲ ኢትዮጵያ ክፍፀሙ ዝግበኦም ብፍላይ ንመሰልን ሃለዋትን ትግራይ ዝምልከቱ ወሰንቲ ትሕዝቶታት እቲ ስምምዕ ናይ ምፍፃም ተግባር ዘይኮነስ ኣብቲ ስምምዕ ዘየለዉ ጉዳያት ብበይናዊ ውሳነ ኣብ ልዕሊ ትግራይ ኣብ ምፅዓንን መስርሕ ሰላም ኣብ ዝጎድኡ ተግባራትን ተፀሚዱ ይርከብ። ህዝቢ ትግራይ ዛጊድ ዝተመረፀ መንግስቲ ክህልዎ ይግባእ ነይሩ። ይኹን እምበር መንግስቲ ኢትዮጵያ ኣብ ኣፈፃፅማ ስምምዕ ፕሪቶርያ ብዝተኸተሉ ጉጉይ ኣካይዳን ፖለቲካዊ ሕምስምስ ክህልው ብምስርሑን ክገሃድ ኣይከኣለን። ብፍላይ ኣብዚ ዘለናዮ ወቕቲ ኣብ ልዕሊ እቶም ዝፀንሑ ንስምምዕ ፕሪቶርያ ዝፃውኡ ተግባራት ካልኦት ሓደሽቲ ጥሕሰታት ብመንግስቲ ኢትዮጵያ እናተፈፀሙ ይርከቡ። ብመሰረት ዓንቀፅ ሰለስተ ስምምዕ ፕሪቶርያ ሓዲኡ ተወዓዓሊ ወገን ነቲ ካሊእ ወገን ብቐጥታ ይኹን ተዘዋዋሪ ናይ ዘይምጥቃዕ ግቡእ ኣለዎም። ናይ ተፃብኦ ስራሕቲ ፕሮፓጋንዳን ሚድያን ክልኩላት እዮም። እዞም ግልፂ ግቡኣት ብምጥሓስ መንግስቲ ኢትዮጵያ ንሃለዋት ትግራይ ዝፈታተን ኩነታት ክፍጠር ምስራሕ ካብ ዝጅምር ነዊሕ እዋን ኣቑፂሩ ኣሎ። ዓቐን ዘይብሉ ሃፍቲ ኣፍሲሱ ይረባረበሎም። እዚ ከም ዘለዎ ኮይኑ፣ መንግስቲ ኢትዮጵያ ሕዚ እውን ንመንፈስን ትሕዝቶን ስምምዕ ደው ምባል ተጻብኦ ንጎኒ ብምግዳፍ፣ ተወዓልቲ ወገናት ብልዝብን ብምርዳእን ብዘጽሕዎ ናይ ሓባር ስምምዕ ዘይኮነስ፣ ኣግባብነት ብዘይብሎም ሕግታት፣ ኣዋጅ ሰለስተ ሚእትን ሓምሳን ትሽዓተን እዝባር ሽሕን ትሽዓተ ሚእትን ቴስዓን ሓሙሽተን፣ ደንቢ ሓሙሽተ ሚእትን ሰላሳን ሰለስተን እዝባር ክልተ ሽሕን ዓሰርተ ሓሙሽተን፣ በይኑ ከምድላዩ እናወሰነ ንምኻድ እናሰርሐ ይርከብ። ብመሰረት ዓንቀጽ ዓሰርተ ስምምዕ ፕሪቶርያ፣ ግዝያዊ ምምሕዳር ትግራይ ብልዝብ ህወሓትን መንግስቲ ኢትዮጵያን ይጣየሽ። ስለዝኾነ ኣብ ትግራይ ዝተጣየሸ ግዝያዊ ምምሕዳር ውፅኢት ስምምዕ ፕሪቶርያ እምበር ጉዳይ በይናዊ ውሳነ መንግስቲ ኢትዮጵያ ኣይኮነን። እንተኾነ ግን ነዚ ዝጥሕስ ቁሉዕ ምንቅስቓስ ይግበረሎም። ኣብ ዝሓለፉ እዋናት መንግስቲ ኢትዮጵያን ህወሓትን ኣብ ዝነበሮም ርክባት ህወሓት ኣብ ግዝያዊ ምምሕዳር ዝፀንሐ ፕሬዚዳንት ምልዓሉ ስዒቡ ኣተኻኽእኡ ዝምልከት ተዘራሪቡ እዩ። በዘቢሉ እውን ክሳብ ሕዚ ዘሎ ኣፈፃፅማ ግዝያዊ ምምሕዳር ብምግምጋም ፕሬዚዳንት ግዝያዊ ምምሕዳር ንምቕያር ኣብ ስምምዕ ተበፂሑ። ስለዝኾነ ድማ ጀነራል ታደሰ ወረደ ፕሬዚዳንት ንክኸውን ማእኸላይ ኮሚቴ ህወሓት ወሲኑ ብወገን መንግስቲ ኢትዮጵያ እውን ተቐባልነት ረኺቡ እዩ። ይኹን ደኣ እምበር ነቲ ስምምዕ ንጎኒ ብምግዳፍ ብቤት ጽሕፈት ቀዳማይ ሚኒስተር ዝተወዝዐ ጻውዒት ጥቆማ ፕሬዚዳንት ናይ ምሻም ስልጣን ናይ ቀዳማይ ሚኒስተር በይናዊ ውሳነ ዘምስልን ስምምዕ ፕሪቶርያ ዝጥሕስን ኣካይዳ ስለዝኾነ ተቐባልነት የብሉን። ህዝቢ ትግራይ ብሰንኪ ፅንተታዊ ኹናት ዝበፅሖ ማህሰይቲ ንኽከሓስ ፃዕሪ ኣብ ክንዲ ምግባር ከም ነዳዲ ዝበሉ ብመንግስቲ ኢትዮጵያ ዝመሓደሩ ወሰንቲ ሸቐጣት ከይኣትዉ ብምኽልካል ኣብ ትግራይ ዝካየዱ ናይ ህይወት ምድሓንን ዝርካቦም ስራሕትን ጠጠው ክብሉ ብምግባር ብህይወትን ናብራን ተጋሩ ምፅዋት ቀፂሉ ኣሎ። ከምዚ ዝኣመሰሉ ኢሰብኣዊ ተግባራት ንስምምዕ ፕሪቶርያ ጥራሕ ዘይኮነስ ንዓለምለኻዊ ሕግታት ዝፃውኡ ኣዝዮም ኣነወርቲ ፀረ ደቂ ሰባት ዝኾኑን ብገበን ምፅናት ዘሕትቱን ተግባራት እዮም። ብተወሳኺ ሰላም ህዝቢ ዝሕምሱ ሰፋሕቲ ምንቅስቓሳት ይግበረሎም። ሰላም ዓቂቦም ዋጋ እናኸፈሉ ዘለዉ ብልሒ መኸተ ዝኾኑ ሰራዊት ትግራይን ኣመራርሕኡን ብብዕራይ ወለደ ብትካላት መንግስቲ ኢትዮጵያ ይውንጀሉ ኣለዉ። ህወሓት ደጋጊሙ እናገለፆ ከምዝመፀ እቲ ትኹረት ኣብ ምፍፃም ቀንዲ ትሕዝቶታት ስምምዕ ፕሪቶርያ ማለት እውን ኣብ ትሕቲ ወራር መቐፀልታ ፅንተት ዝኾኑ ማእለያ ዘይብሎም ግፍዕታት ዝፍፀመሉ ዘሎ ህዝቢ ትግራይ ሓራ ንኽወፅእ ናብራ ሓሳረ መከራ ዝደፍኡ ዘለዉን ብሕፅረት መሰረታዊ ንወዲ ሰብ ክቐርቡ ዝግበኦም ጠለባት ኣደዳ ሞት ሕማምን ስቅያትን ዝኾኑ ዘለዉ ካብ መነባብረኡም መረበቶምን ዝተፈናቐሉን ዝተሰደቱን ዜጋታት ናብ መረበቶም ክምለሱ ክግበር ልኣላውነት ትግራይ ክረጋገፅ ፍትሕን ተሓታትነትን ክነግስ፣ ዝተፈላለየ ጉድኣት ዝበፅሖም ክከሓሱ፣ ስራሕቲ ሕውየትን ዳግመ ህንፀትን ክሳለጥ፣ ኣብ ትግራይ ዝተመረፀ መንግስቲ ክህሉ ርብርብ ክግበርን ተዛመድቲ ተግባራት ብመሰረት ስምምዕ ክፍፀሙን ደጊሙ ደጋጊሙ ይፅውም። መንግስቲ ኢትዮጵያ ብግልፂ ይረኣዩ ካብ ዘለዉን ንህዝቢ ጎዳእቲ ዝኾኑን ሃወኽትን ጎንፂ ፈጠርትን ተግባራቱ ተቖጢቡ ዘላቒ ሰላምን ሓበራዊ ረብሓን ኣብ ዘረጋግፁ ተግባራት ከትኩር ፃውዒትና ነቕርብ። ስምምዕ ፕሪቶርያ ዝፍፀም ብዘተን ምርዳእን ክልቲኦም ፈረምቲ ወገናት ስለዝኾነ በይናዊ ውሳነታት ደው ክብሉ ደጊምና ነፍልጥ። ንዝምልከተ ኩሉ ሕዚ እውን ከም ትማሊ ሕርያና ሰላምን ልምዓትን ምዃኑን ካብዚ ቅኑዕን ጠቓምን መንገዲ ንዘይምውፃእ ዝከኣለና ኩሉ ከም እንገብርን ክነረጋግፅ ንደሊ። ዘለኣለማዊ ክብርን ሞገስን ንስውኣትና! መጋቢት ዓሰርተ ሸውዓተ ክልተ ሽሕን ዓሰርተ ሸውዓተን ዓ.ም መቐለ።